እቲ ገዲፍዎ ዝኸደ ድዩ ወይስ እቲ ዝተረፈ እዩ ገዲፍዎ ዝበሃል? ሰላምታ ኣይረሳዕኹን ክቡራት ተኸታተልቲ ኣብ ዘለኹሞ ሰላምኩም ይብዛሓለይ ባርከስ ሎማዓንቲ ድማ ኣብ ሂወትና ኣዝያ ምስጢራዊት ዝኾነት ዛዕባ ሒዘልኩም መጺኤ ኣለኹ ክሳብ መወዳእታ ምሳይ ክትጸንሑ ብኽብሪ ይዕድመኩም። ላይክ ብምግባር ጀምርዎ፣ ሳብስክራይብ ዘይገበርኩም ድማ ሳብስክራይብ ብምግባር ናይዛ ቻነል ቤተሰብ ኩኑ። ሕጂ ናብ ዛዕባይ ክመልሰኩም። እቲ ዝኸደ ሰብ ድዩ ወይስ እቲ ዝተረፈ ሰብ እዩ ገዲፍዎ ዝበሃል? ኩልና ከም ንፈልጦ ወይ ኣብ ሕብረተሰብና ንሪኦ እቲ ገዲፉ ዝኸይድ ዘሎ እቲ ጠሊምዎ ዝኸይድ ዘሎ ንሱ እዩ በዳልን ገዲፍዎ ከይዱ እንብል ነዚኣ ግን ልምድትን ፍልጥትን እያ ነዚኣ ንምድጋም ኣይኮንኩን መፅኤ ሓደ ሓደ ግዜ እቲ ዝተርፍ ዘሎ ኣካል ዝገድፈሉን ዝጠልመሉን ኣጋጣሚታት ኣሎ ስለዚ ድማ እያ ብዛዕባ እዛ ምስጢር እዚኣ ከካፍለኩም መፅኤ ዘለኹ ንኣብነት ሓደ ሰብ ንኣፍቃሪቱ ክኸውን ይኽእል ወይ ድማ ንዓርኩ ክኸውን ይኽእል ወይ ንቤተሰቡ ወይ ንሓዉ ኤኒቲንግ ንዝኾነ ማለት እዩ ገዲፍዎ ከይድ ይኽእል እዩ ኣይተድልየኒ ንኸይሉ ካብ ሕጂ ኣይንራኸብና ካብ ሕጂ ርክብና ኣቋሪፁ ኣሎ ፍቕርና ኣቋሪፁ ኣሎ ኢሉ ገዲፉካ ክኸይድ ይኽእል እዩ ብትኽክል ገዲፍዎ ከይልኩሉ ንሱዩ ገዲፍዎ ዝበሃል በቲ ልሙድ እንተኾነ ግን እቲ ዝተርፍ ዘሎ ኣካል እቲ ዝተርፍ ዘሎ ኣካል እንታይ ኮንካ ትኸይድ ኣለኻ ስለምንታይ ኣብ መንጎና ሰባት ኣትዮም ከይህልው ወይ ኣነ ምናልባሽ በዲለካ ከይከውን እስከ እንታኻ መኸየድኻ ንገረኒ ኢሉ እንተዘይሓቲትዎ ስቕ እንተኢሉ ካብ ዝገድፎ ነዊሕ ኣቑፂሩ ኣሎ ማለት እዩ ስለዚ እቲ ዝኸይድ ዘሎ ኣካል እቲ ኣይተድልየንን ኢኻ ኢሉ ዝኸይድ ዘሎ ሰብ ዘይኮነስ እቲ ተሪፉ ዘሎ ኣካል ንሱ ካብ ዝጎድፎ ሓያለ ግዜ ሓያለ ዓመታት ኣቑፂሩሉ ኣሕዋተይ ምክንያቱ ንሓደ ሰብ እሞኻዓ ፅቡቅ ግዜን ሕማቅን ክፉእን ዘሕለፍካ ኣብ ሕማቅን ኣብ ፅቡቅን ብሓንሳብ እንዳተደጋገፍካ ዘሕለፍካ ሰብ ኣይተድልየኒ ንካልካ ገዲፍካ ክትከይድ ኮለካ እንታይ ኮንካ ትኸይድ ኣለካ ኢሉ እንተዘይሓቲትካ እቲ ነገር ክፈልጥ መጽናዕቲ ከካይድ እንተዘይክኢሉ ብፍቕሪ ክሓተካ እንተዘይክኢሉ ወይ ምናልባሽ ከይተረዳእኒ በዲለካ ከይከውን እሞ ይቕረታ ክብለካ ዝበደልኳ ነገር እንተልዩ ንገረኒ ኢሉ ክሓተካ ክዋሳእ እንተዘይክኢሉ ስቕ እንተኢሉ ካብ ዝገድፈካ ነዊሕ ግዜ ቁፂሩ ኣሎ ንሱ ነታ ኣይተድልየኒ ንኸኢላ ምዝራብ ንኸይጽላእን ወይ ድማ ስለ ዝኸበደቶ ደኣ እዩ ስቕ ኢሉ ኣብ ውሽጡ ገይርዋ እምበር ካብ ዝገድፈኩም ብግብሪ ሓያለ ዘመናት ኣቑጺሩ ኣሎ ማለት እዩ። ስለዚ ሓደ ሓደ ግዜ ነቲ ዝኸይድ ዘሎ ሰብ ከም በዳሊ ከም ጠላም ጌርና ዘይኮንና ክንሓስቦ ዘለና ብኣንጻሩ ድማ እቲ ዝተርፍ ዘሎ ሰብ ምናልባሽ ንሱ ከይከውን እቲ ዝጠለመ ምናልባሽ ንሱ ከይከውን እቲ ዝገደፈ እቲ ዝገድዐ ኢልና ክንሓስብ ኣለና። ስለዚ ኣብ ህይወትኩም እስከ ከምኡ ኢሎምኹም ዝኸዱ ወይ ድማ ከምኡ ኢልኩም እንተኸይድኩም ስቕ ዝበሉ ወገናትኩም ኣለዉ ዶ? እሞ ኸኣ ጽቡቕን ሕማቕን ዘሕለፍኩም። ስለዚ ሓደ ሓደ ግዜ ንሳቶም ዝገድፉና ኣጋጣሚታት ኣሎ። እዛ ምስጢር እዚኣ ክንጥንቀቐላን ክንፈልጣን ኣለና። ሶ ሕጽር ዝበለት ነዛ ዛዕባ እዚኣ ከከፍለኩም መጽየ። ገለ ነገር ድማ ወሲድኩምላ ክትኮኑ ወይ ድማ ንጽባሕ ንጎ ክትጥንቀቑላ ኣቐዲመ ኣነቓቒሐኩም ክኸውን ተስፋ ይገብር። ኣብ ካልእ ትሕዝቶ የራኽበና። ሰስናዩ ንዓኹም።